ሰላም ሰላም ተኻታተልቲ እዛ ቪድዮ ርሑስ ሓድሽ ዓመት ዓመተ ሰላም ዓመተ ፍቕሪ ዓመተ ምትሕዋስ ዓመተ ራህዋ ይግበረና እምበኣርከስ ናብዛ መደበይ ከእትወኩም ቅድሚ ክልተ ወርሒ ዘጋጠመትኒ ኣምሃሪት ክትከውን ስለ ትኽእል ቅድሚ ክልተ ወርሒ ካብ ገዛይ ናብ ሓደ ልዞር ኣብ ዝበሃል ዓዲ ባይዘወይ ኣነ ኣብ ስዊዘርላንድ ይቕመጥ እንዳገሽኩ ከለኹ ሓደ ቅድሚ ሰለስተ ዓመት ወዲ ካምበይ ዝነበረ ሰብ ይረኽቦ ማለት እዩ እዚ ሰብ እዚ ማለት መጀመርያ ያላለኽዎ ምክንያቱ ኣዝዩ ተቐይርኒ ምክንያቱ ቅድሚ ሕጂ ዝነበረ ሰብ ፅቡቕ መልክዑን ገሊኡን ብጣዕሚ እንሻለካ ወዝ ዘለዎ ሰብ ገለ ነይሩ ሕጂ ግን በቃ ብድራግን ብገለን ተቐይሩ እዩ በቃ ካልእ ዓይነት ሰብ እዩ ኮይኑ ሕጂ ከምዚ ከምዚ ገለ ኢሉ ኩሉ ዕላላት ምስ ኣዕለለኒ ያው ፈሊጠካ ኣለኹ ገለ ኢሉ በቃ ተቢልና ሰላም ተባሂልና ዕላል ከየዕለልና በቃ ከየበልና ከለና ንእሽተይ ሜራትኒ ስለ ዝነበረኒ ግዜ ኣነ ናብቲ ግላይስ ክኸይድ ከለኹ ንእሽተይ የዕሊሉ እዮም ኣብዛ ዕላል እዚኣ በቃ ኣፍጋኒስታን መጺኦምና ማለት እዩ። ቅድሚ ሕጂ ብጅዋ ኮይኑ ዝሃረሞም ሰባት መጺኦምና እዚኦም ትመጹ ዘለዉ ትሪኦም ዘለኻ በቃ ንዓይ ክሃርሙኒ እዮም ዝመጹ ዘለዉ ቅድሚ ሕጂ ብጅዋ ኮይና ስለ ዝሃርምናዮም በቃ ሕጂ ከዓ ተዳሎ በቃ ከምዚ ክንኣትዎም ኢና ገለገለ ይብለኒ መጺኦም እቲኦም ከዓ በቃ ሓወይ እዩ እዚ ገለለ ክራደዶም ዝፈተንኩ በቃ ኳሰቲ ሰዲዶም እቲ ኳሰቲ ሰደድ ከሉ በቃ ተሳድድ ኮይኑ ምክንያቱ ኩሉ እዩ ስቅ ኢልካ ምህራም እያ ዋላ ሃሪምካ ምህራም ስለ ዝኾነ በቃ ከምኡ ተቢሉ ማለት እዩ ተኳሳተር ኮይኑ ሕጂ እቲ ነገር ንዕኡ እሱ ብዝያዳ ሓይሊ ስለ ዘይብሉ ሩሕ ስለ ዘይነበሮ ተዳኺሙ በቃ እስካምባ ገይሮም እቶም ክልተ ንዕኡ ዝሕዘሞ ዝነበሩ ጥዋዕዋዕ ኣትዮምሉ ማለት እዩ ሕጂ ቡንቱ ጌሮም ገጹ እዚ በቃ የሕቢጦሞ ኣብቲ ርእሱ ፍጋኣኡ ዘለዎ ክንድ ገለ ዝኸውን በሰላ ጭዳድ ደለዎ ቅድሚ ሕጂ ዘይነበሮ በሰላ በቃ ባዕዲ ባህል ጌሮም ማለት እዩ ቡንቱ ጌሮም እዚ የሕቢጦሞ ኣንጽጉ ጌሮም ሕጂ ኻራ ኻኣ ኔርዎ እቲ ሕማቅ ነበሩ ናቱ ክቅዶም ኻራ ኔርዎ ግን ዕድል ሲኢኑ እንኳዕ ኻኣ ዕድል ኣይረኸበ ምኽንያቱ ምቅተለ እዚ ሰብዚ ቀቲልዎ እንተዝኸውን ንዓይውን ለኪምኒዮ ንዓይ ጥራይ ለኪምኒ ዘይኮነ ከኣ ንሱ ክንደይ ዓመት እዩ ክእሰር ወዲ ዕስራን ሽዱሽተን ወዲ ዕስራን ሸውዓተን ይኾን ኣሎ ዕስራን ሓሙሽተን ዓመት ተኣሲሩስ ወዲ ሓምሳን ወዲ ስልሳን ዓመት ኮይኑ ወጺኡስ እንታይ እዩ ክገብረሉ ሂወ እንታይ ክኾኖ በቃ ጥዋዕዋዕ ምስ በለ ወጺኡስ እንታይ እዩ ክኾኖ ባይዘወይ እንታይ ኣይክለኩም በዚ እዚ ሰብ እዚ ብዙሕ እዩ ከሲሩ ብዙሕ እዩ ከሲሩ እቲ ዝኸሰሮ እስኪ ንርኣዩ ግዚኡ ከሲሩ ጥዕንኡ ከሲሩ ጥዕንኡ ጥዑይ ኣይኮነን ውሽጡ በቃ ብጣዕሚ እዩ ሕማቕ እቲ ውሽጡ ስኒ ንደጊኡ እዩ ዝረአ ካልእ ነገር ከኣ ግዚኡ ጥዕንኡ ከምኡ ዓርኪ ነይራቶ ከምኡ ከሲርዋ ወረቐቱ ከሲሩ ኩሉ ከሲርዎ ስለምንታይ ምክንያቱ ሂወት ስለ ዘይብሉ ማለት እዩ እንታይ ሰብ ከዓ ንምስኡ ክትቅፅል ኣይትኽእልን እያ ንሽዑ ዋላ ኖርማል ስለምንታይ እንድሕር ተኢልኩምኒ ምኽንያቱ ኩሉ ኩነታቱ ሪኣቶ ኣላ ሕጂ እንታይ እየ ክብል ደልየ ዘለኹ ፕሊስ ባዕልና እዛ ህይወትና ኣይነባላሽዋ እዚ ሰብ እዚ ብዙሕ ከሲሩ ሪኢኹሞ ብዙሕ ዓይነት እንታይ ድበሃል ስድርኡ ክድውለሎም ኣይክእልኒ ከሲርዎም ዋላ ሓንቲ ክድውል ቆቢፆሞም ዋላ ንሰብ እንታይ እዚ ሕጂ ብዙሕ ነገራት ከሲሩ እንታይ ረኺቡ ምክንያቱ ድድሕሪ ጥፋእ ሰባት ክኢሉ ጠፊኡ ተረዲኻኒ ሕማቕ ኣሰር ኣብ ሕማቕ ተኸቲሉ ጠፊኡ ብኡ ጸዲፉ ተረዲኻኒ ሕማቕ ሒዙ ከይት ዝጸድፍ ሕጂ እንታይ ክብለኩም ደልየ ደለኹ ብምኽንያት ሓድሽ ዓመት ታዕደ ባህል ከነብል ኣለና ሓድሽ ህይወት ክንፈጥር ኣለና እቲ ሕማቕ ዝነበረ እቲ ኤክስፓየር ታዕደ ባህል ከነሐድሶ ኣለና ምክንያቱ ዘሽሕን ዓሰርተ ሸሞንተን ሕማቕ ስለ ዝነበረ ናብ ጽቡቕ ክመጽእ ኣለዎ እቲ ጽቡቕ ዘሎ ሰብ ጎዝ ዘለዎ ክብርታዕ ኣለዎ ክብር ምክንያቱ ከምኡ ተብል ኣለካ ብፍላይ እዚ ሓድሽ ዓመሲ ድልድል ክንገብሮ ኣለና ናብ ጽቡቕ መሰጋገር ማለት እዩ እቲ ጽቡቕ ነገር ናይዚ ሰብ መወዳእትኡ ወረቐቱ መሊሶምሉ እዮም ገዝኡ ተዋሂቡ ገለ ቪድዮ ውን ይድውለለይ እዩ ተዓርዩ ትምህርቱ ይመሃር እዩ ብጣዕሚ ተቀይሩ ናብቲ ናይ ቀደም እንታይ ድበሃሉ ተመሊሱ ኣሎ ምክንያቱ እቲ ሕማቅ ነገር እቲ ናይ ዝነበሮ እየ ዝነግረኩም ዘለኩ ሕጂ ግን ተቀይሩ እዩ እቲ ሰብ ምናልባት ዝኾነ ሰብ እንታይ ድበሃል ድሕር ራሱ ፍቃደኛ ድሕር ተኾይኑ ከነምፅኦ ክንፍትን ኢና ባዕሉ ዝኾነ ነገር እቲ ህይወት ናቱ ክገልፅ ተዘይኮይኑ ግን ከም ዘለዋ ማለት እዩ ክትመሃሩ ኣለኹም ሱቅ ኢልኩም እንታይ ድበሃል ኣይትግበሩ ሕርፍና ኣይኮነን ዝኾነ ነገር ዝኾነ ሕማቅ ነገራት ተወፊርካ ወይ ንፉዕ ማለት ኣይኮነን ኣብ ባኣስን ገለን ተዋፊርካ ወይ ከኣ ስቅ ኢልካ ናይ ደናቁር ስራሕ ሰሪሕኻ ዝርከብ ራብሓ ነገር ስለ ዘየለ በዚ ሓዱሽ ዓመት ሓዱሽ ሂወት ክንፈጥር ኣለና ማለት እዩ ወዳሓንኩም ሃብትሽ የምሳኹም ጸናሕኩ ስጋብ ብኻልእ ዝምለሰኩም ሰላም።